ክርከቡን ኣጣቅዕ ጽቡቅ ኣተዓባብያ እኳ ምዓበዩ ጽቡቅ ኣተዓባብያ እኳ ምዓበዩ ተቐጺዖም እኳ ምዓበዩ ጽቡቅ ትምህርቲ እናተምሃሩ እኳ ክዓብዩ ነይሩ እቶም ደቂ ኣይህብን ስለ ዝተባሃልኩ እየ ተገዲደ በቃ ግዴታ ስለ ዝኾነኒ እኮ እየ ኣብኡ እናሃለዉ ዘምህሮም ዝኸድኖም ዝቕልዎ ብቲ ኣካል ንሳ ግን ከምዘየቕልዎም ከምዘየምህሮም ከምዘይ ከድኖም እዩ ዝውጋዕ ዘሎ ከምኡ እያ ተዋግዕ ዘላ ስቴትመንት ስቴትመንት ሒዝካ ቅረብ ማስረጃ ከኒኤካ ዶ ብስርኸ ደረሰኛ ኣለካ ዶ ምናምን ትብሉ ሰባት እውን እኒኹም ደቂ ዓበይቲ ከብደይሲ ማይን እንጀራን ይኾነን ዝፀወር ብዙሕ ነገር ይፀወር ከብደይ ኣቕርብ ስለ ዝበልኩምንሲ ከቕርብ ዝኽእል ሰብ ኣይኮንኩን። ኣብ ምንታይ እየ ከቕርብ ዝምልከቶ ኣካል ክጥይቐኒ እኒአዎ። ንሚላውን ንንግስትን እየ ክትጥይቕ ዝግበእክ ነይሩ። በዚ ኣጋጣሚ ክነግረክ ንሚላውን ሰላም ንዚ ቪድዮ እዚ ትርእዩ ዘለኹም ኣሕዋተይ ሃመይ ኒኦኹም ዳሕና ዲኹም ለማዓንቲ ደሞ ብሓድሽ ፍልይ ዝበለ ቪድዮ እየ መፅኤ ዘለኹ ሚላው ምስ ሰበይቱ ብልነበሮ ግጭግጭ ኣብ ሶሻል ሚድያ እታ ቆልዓ ብጣዕሚ ኢና ነበዐት ኣብ ሽግር ሃም ወደቀት ኣብ መንገራ ሃም ደላ ልሕግዛ ሰብ ሃም ድሰኣነት መንደርተኛ ድሞ ለኣ ብምሕጋዝ ብጣዕሚ ተፈላጢት ብምዃና ኣብ ሶሻል ሚዲያ ኣብ ናሪ መይወለላ ዳርጋ ፍርቂ ሰዓት ለኣክል ቃለ መጠየቅ ገይራ ነይራ ማለት እዩ ዘቆልዓሳ ላብ ሪም ብሰብ ብሰብ ሶሻል ሚዲያ ሃም ትሰርሕ ገለ ላብ ሪም መፂኣ ዝኾነት መምህር ኣፋሊጣተን ብቻ በጃኺ ገለ ኢላ ሃም ትቐርብ ኮይና ማለት እዩ ሪም በዓልቲ ሶሻል ሚድያ እያ ማለት ኣብዚ ሲ እዚ ቪድዮ ሙሉእ ክትሰምዕዎ ትኽእሉ ኢኹም። ሪም ሃምዙ ተሓታቲት ልኡ እንትን ሃም ለወለቶ መጀመርያ ለኣይ ምጠየቕኽኒ ምስ ኣጌርኺ ደዊልኺ መረዳዳእኽና እስኺ ልዩቱብ ቻነልኺ መጥቀሚ ኢኺ ገይርኽዮም ደቀይ ኢሉ ብጣዕሚ ብዙሕ ብዙሕ ተናጊሩ ኣውዝና ሎመዓንቲ ካብኡ ዝመእተዩ ንረኹሞ ደሞ ደቀይሲ ክቕበል ይደሊ እየ ብስነ ስርዓት ከዕውዮም ባዕለይ ብስነ ስርዓት ከምህሮም ፅቡቅ ኣተዓባብያ ክዓብዩ ኢሉ ኣሓስብዎ እንግዲህ ሰበይትኻ ማለት ማንም መዶሲ ደቃ ብስነ ስርዓት ኩሉ ነገር ረኺዎም ብስነ ስርዓት ፅቡቅ ብልባህለ ተዓብያ ተዕብ እያ ልትደሊ ሓንተዶ ማለት እዩ

እሱ ተዝኾን ብጽቡቕ ኣተዓብያ ከዕብዮም እሳ እንድሕር ኾይና ግን ብሕማቕ ኣተዓብያ ሃም ድዓብዩ እዩ ተናጊሩ ለሎ ማለት እዩ እና ጽቡቕ የኾነይ ማለት ሲ እንድዒ ኣነ ሃምዚ ጓል ኣንስተይቲ ሃምዚ ሰብሲ ብጣዕሚ እዩ ድድብረኒ እሞ ምሳኻ ልነበረት እሞ ልመሰሉ ቆልዑ ወሊዳትልኻ ማለት እዩ እና ካልኣይ ለለ እስኻ ልገበርኻላሲ ኣታዊ ልገበርክላ ልገበርካላ ቅርሽሲ ናብ ሶሻል ሚድያ ኣውፂእኻ ኣርኢ ኣብ እንሆ ኣታዊ ልገበርካላ የለይ ላባይ ኣታዊ ገይርለይ ተዝኾንሲ ኣብ ናተይ ይግነ እዩ እንድሕሪ እትየለ ኣየ ቅርሺ ልብል ኮይንለ ይኸው ማስረጃ የርእየና ኢሉ ሰብ ኮመንት እና ታቆልዓ ብሃምኡ ልብል እዮም ትማሊ ላተፀሓፈ ውዒሉ ላተናገረ ውዒሉ ሰብ ማለት እዩ እና ሕዚ ታውሎ ልመን እየ ከርኢ ታገድሽኒ እየ ደርኢ ኣርእዩኒ ስለ ዝበልኩምሲ ንምንታይ እየ ልርእየኩም ኢሉ ተናጊሩ ማለት እዩ ብሓፂሩ ኣነ ክናገሮ ልደሊ እዞም ቆልዑ እዚኦም ደቅኹም እዮም ደቅና ክልተኹም ደቂ እዮም ካብኣ ደሞ እስኻ ትሐሽ ብኑሮ ጉዳይ ብዝለለኻዮ እስኻ ትሐሽ ትልጉብኦም ነገር ክትዎም ኣለካ ሃምዚሲ ብጣዕሚ ንግግርካ ንባዕልሲ ብጣዕሚ ሕሾት ልተመልኦ ሰብ ኣፉ ንምዕባስ እና እስኻ በቃ ብዙሕ ነገር ሃም ትገብረሎም በቃ ሕሾት ልተመልኦ እዩ ቃላትኻ ኸዚ ለዚ ቃላት እዚ ምንም ንኣኻትሞ ይጠቕመኩም እዩ ብሶሻል ሚድያ ምውፃእ ሓዲግኩም ኖርማል በዓልካ ደዊልካ ቅድሚ ዘኽቲ ሃምለይ ገበርካ እዩ ልውጋዕ ኣለዎ ገይረሲ ሃምለይ ገበርኹ ምንም ሃምለይ ሕገዝ ኣለኹ ስለ ልውጋዕ ኣለዎ ደቀይ ትሃበኒ ኢኻ ትብል ዘለኻ ኸዚ ደቅኻ እንድሕር ደሊኻ ብስነ ስርዓት ማለት እዛ ሰበይቲ እዚኣሲ ጸጊምዋ ስለለላ ደቃ ብጽቡቕ ዓብዮም ብጽቡቕ ተኸዲኖም ብጽቡቕ ተማሂሮም ትዓቢ ስለልትደልሲ እምቢ ልትብለሉ መንገዲ የብላይ መቸም ንበላዓ ይኹን ትወትወምላ እስኻ ኣቦኦም ስለልኾንኻ ብጽቡቕ ተዕብዮም ኢኻ ኢላ ሓሳብ ስለለለዋ እምበይ ኣይትብለካይ ኮይኑ ኮይኑሲ ሓደ ቆልዓ ትበካ ትኽእል እያ እታ ጓል ወይ እቲ ወዲ ምስኣ ሓዲጋ ሓደ ሓደ ቆልዓ ሲላኻ ኣባፅሕዮ እሺ እንድሕር ደሊኻማ ብርግፅ ሃም እያ ትብሎ ምንም ሃብኒ ኢለ ኣውያቶ ዘይኮነይ ምስኣስ ዝተወልዐ ስኢና ሓንቲ መዓ ሓንቲ ግዜ ወሊዖም ካልኣይ ኣብ ለይደግሙሉ ደረጃ ወፂሖም ዘይ ወደይ ሃብኒ ምሳ እየ ለባፅሖ ፅቡቅ ኣብሊዐ ፅቡቅ ካዲነ ኣብ ፅቡቅ ትምህርቲ ቤት ኣምሂረ ኢልካያሲ ብሱር እምቢ ኣይትብለካ ኢለ ኣይሓተትካያ ኢለ ኣብ ሶሻል መዲያ ኣብ ሶሻል መዲያ መፅእኻስኻሲ ተሃበኒ ዶ ኣነስ ደቀይ ልበኒ ስኢነ እምበይ በፍጹም ኣይትኣብየካይ በፍጹም ኣብቲ ገጻ ለሎ ሽግር ምስኣ ወዳ ደቃ ምስኣ ክሽገሩ ኣይትደሊ እታ ሰብ እዚኣ ብደንቢ ጌርካ ክትሕግዛ ብጣዕሚ ልትደሊ ጻውዒት ስልኪ ደዊላ ላብ በዓልካ በይና ጸዊዓትካ ብዕረክትካ ኣደዊላ ብዕረክትካ ኣጠይቃ ስለልኣበካ ናብ መጨረሻ ውሳኔ ኮይኑዋ እያ ብሶሻል ሚድያ መጽያ ለላ እዛ ጓል እዚኣ እና ሳምዙ እስኻ ለሃብኻ ተካሒድኻ ደቀይ ኢልካ ድሞ እምቢ ሃምል ተባሃልካ ብጣዕሚ ጫጭካያሲ እምቢ ሃምል ወደትካ ኢኻ ትናገር ለኻ ወላ ሕዚ ለ ማለት እዩ እና ብፍፁም ሃምኡ ኣይኾነይ በዓልኹም ዚ ኣለኹም ብዙሓት ሃምዚ እሱ ተፈላጥ ስለዝኾነ እሱ ሰብ ለለዎ ረኣያ እንትን ስለዝኾነ ሉ ብጣዕሚ ልትድግፉ ብጣዕሚ ብዙሓት ኣለኹም ብጣዕሚ ብዙሓት ተጋዳላይ ኮ ኢሉ ተጋዳላይ ሃምዚ ትብሉ ዓሰርተ ተጋዳላይ ይኹን ዋላ ከዝለ እንድሕር ደቆ ታዲ ተጋዳላይ ኮ ደል ከይትነብዕ ኣዶ ኣብ ሕማቅ ደረጃ ከይትወድቕ እኮ እዩ ወፂኡ እንድሕር ሃሙ ኢሉ ወፂኡ ተመሊሱ ሲ መይሱ እንድሕር ሓንቲ ኣዶ ለንብዕ ተኮይኑ እንታይ ፋይዳ ኣለዎ ተጋዳላይ ናይ ምዃን እና ሃመይ ትበሉ ኣብ ገንበር ኣብቱ ዝተሸገረ ኣብቱ ዝተፀገመ ኣብቱ ዝተበደለ ክትኾኑ እኒኦኩም ዓሰርተ ናይ ንልዎ ሃምዚ ግዜ ሲ ብጣዕሚ ደባሪ ግዜ በቃ ለለዎ ተፈላጢ ሃም ዝተኮይኑ ሲ ብዙሕ ሰብ ይድግፎ ለይብሉ ምስኪን ሰብ ተኮይኑ ግን ደጋፊ ለይብሉ ክኾን ማለት እዩና ከምኡ ክኾን የብሉ ኩልኻ ኣብ ዝተበደለ ኮይንካ ዝተበደለ ኖርማል ክኾን ነገራት ልክ ዝሓሐል ልትፈልጥዎ ተኾይንኹም ለ ብስልክ ደውልኹም ካዚ ላዚ ሲ ቪድዮ ትስርሑ በቃ ምሳለ ጠጠው ተብል ደቅኻ ተደሊኻ ስልኪ ኣለካ ስልኪ ደዊልካ እንድሕር ብሃም ዘሸጊርኩ ኮይኑ ደቀይ ሃብኒ ኢልካ ምስኣ ተራድኢኻ ትወስድ ሙላ ዝበለ ሶሻል ሚዲያ ትወፁ እንድሕር እዛ መልሲ እዚኣ ሂብካ ጎደኒኻ ምዛ መልሲ እዚኣ ዝልእተኻላ ድርስን መራእኻና ነርካ ከዚ ሓቂ ተሃሊካ ማለት እዩና ኣነ ሓቂ ሃምኒ ውሉ ጭራሽ ዝተቆልዓ ብደንብ ገይረ እየ ለኣምና በቃ ካፍቲ ገፃ ካፍቱ ሪመን ልወለቶ ልዋዕሉ እቺ ቆልዓ እኳ ለኸነ ጥቕሚ ደልያ ተትበሃል ነይራ ሓደ ብቱ ሰፈር ብዙሕ ኣይትፍለጥ እዩ ነይራ ብዙሕ ዓመት ዝፀንሐት ኣብዚ ሰፈር እያ ብሪም ደዊላ መጀመሪያ ኣብዚ ቪድዮ ክሰርሓ ከለዋ ደዊላ ስልኪ ደውልሉ መጀመሪያ ከረጋግፅ ድምፂ ክሰምዕ ኢላታ ሃም ልደወለትሉ ሃም እዝኒ ሃም ልዓፀያ ተደሊኽ ብትግራይ ትቪ ቅረብ ኢላ እዝኒ ሃም ልዓፀያ ገለስ ተናጊራ እያ ሪም ኻሊእ ቃሪሱ ይልኣስ ብድንቢ ጌርና ንኣምና ምክንያቱ ብዙሕ መዓልቲ ንፈልጣ እያ ኣብዚኣ ዓዲ ዓረብ ነይራ ብዙሕ ብዙሕ እንትን ንብላ ጓል ኣንስተይቲ እያ ሳለ ማለት እዩና ብሃምዚ ዓይነት ሲ ድራማ ክትሰርሕ እያ ኢልካ ለይሕሰብ ነገር እዩ እና ያው ካብዚ ውዕሊ ብንብ ክብል የኽእል ብቻ ግን ሚላው ሓወይ ደቅኻ ተትርኢ ሓላፊ እዩ ኩሉ ነገር እንድሕር ወሊድኻሲ ልድቅኻ እዩ ልንበር

ተጠይቐን እውን ኣብዚ ሕሩጭ ንኣውርያ ሞት መውዓሊ ተደፊኖም ቆልዑ ተባሂልና እንታይ ዝኾነ እዚኣ ኢልና ሓራስታይ ኮይና ገለታት ኢልና ማለት እዩ ተረዲእኩም ኣነ ለይናይ ግዜ ካብኡ ኣይ ነኖ የኮነት ሰበይቲ ሚላዊ ተስፋይ ምስ ብላኒ ወደወ ካብኡ እንታይ ነን እታ ቆልዓሳ ኣነስ እናተቃረፅኩ ናብ ቦልኩ ኢላ መምህር ነይራ ሒዛትለይ መፅያ ናብዚ ማለት እዩ

ካብኡ ናይ ሕጸን እንዮ ናይ ዓሞት ወዶም ኮይኖም ኣባት ነብሱ እንዮ ካብ ንላለ ካብ ንፈላለ ሽዱሽተ ዓመት ሂዱኩም ወደሱ ሽዱሽተ ዓመት ሂዱኩም ንሳ ከዓ ኣርባዕተ ዓመትና ኢና ምክንያቱ እታ ጓልና ዘላ ወላ ናይ ቤት ትምህርቲ ወላ ናይ ክትባት ከምፀልኪ ይኽእል እያ ሓሙሽተ ዓመት እያ ታቆልዓ ኣበይ ኮይና ደኣ ወሊድናያ እንድሕር ብከምኡ ኮይነት ዳዚ ቪድዮ ልክዕ ሃም ዝሉ ረኹሞ እዩ ዘቓልዓ ብጣዕሚ እያ ትሕዝነካ ብጣዕሚ ብጣዕሚ እያ ካብዲ ትበልዕ እንድዒ ባህመ ምኽንያት ይኹም በቃ ሱ ይኹም በቃ እንድዒ ብዙሓት ኣለኹም ሃምዚ ሚላው ተፈላጢ ስለለኾነ ገለሲ ለኣቢልኹም ሲ ልምንታ ባዕላ ለይተዕቢ ወዲ ተኸደ ወዲ ወዲ ተኸደሲ ሰሪሓ ለይተዕቢ ሓንተ ዶስ ሓስዎም ክልተ ቆልዑ እሞ ብዝናሓዚ ኣብ ትግራይ ልሎ ኩነታት እዛ ቘልዓ እዚኣ እሞ ትምህርቲ ኣብ ተኸፈተሎ ሰዓት እያ ስራሕ ለለዋ እዘን ስራሕ ለክልተ ሽሕ ሓሙሽተ እየን ንምንታ እዙይሲ ዋላ ዓሰርተ ሓዳር ይሃልዮ ልምንታ ደቁለ ይሕግዝ ልምንታ ኽስ ይሕሺ ኣነ ዋና ለለ ለናደደኒ ልምንታ እዩ መልሱታቱ ኩሉሲ ብጣዕሚ እዩ ሕሸት ኩሉ ሕሸት ሕሸት ሕሸት ማለት እዩ ኣዚ ርግጠኛ ኖርማል ላገበረላ ነይሩ ተትኾን ሲ ሓስዎ ከምዚ ዓይነት ቪድዮ ናልማዓንቲ ቪድዮ ልባዕሊ ሲ ምንም እዩ ሓቅነት ለይብሉ በቃ ታይያ ኒኣ ሓቂ ደቀይ መልሱለይ ደቀይ ሃብኒ ኣበሃህልኡ በቃ ኣብዚ ኣና ኣምበይ ኣብቲ ናኻ ይመልሱ ልባዕልስ ብፅቡቅ ኣተዓባቢዓ ክዓብዩ ነይሮም ፅቡቅ ትምህርቲ ክመሃሩ ነይሮም ደስ ይብሊ ደስ ይብሊ ሓንቲ ዶ ብሕማቅ ኣተዓባቢያ ወደቃ ክተዕቢ ብፍፁም ኣይትደሊ ከፊኡዋ ተለይ ኮይኑ ሸጊርዋ ተለይ ኮይኑ ማለት እዩ ሓጋዚ ስኢና ተለይ ኮይኑ ብጎድና ኮይኑ ኣጆኺ ልብልሃ ሓገዝኹኪ ደገፍኹኪ ሃምዚ ንገብሪና ሃምዚ ገብርየ ኢሉ ለማኸራ ተለይ ስኢና ድድግፋ ተለይ ስኢና ጸጊምዎም ክዓብዩ ይኽእሉ እዮም። ብካሊእ መንገዲ ግን ሃምል ትገብረ ዶ የላይ ጽቡቅ የኾነ ኣነጋግራ ካል ዋዕልሲ ኣደብ ግበረሉ ጽቡቅ የኾነ ሃምዚ ሃምዚ ኢልካ ክትናገርሲ ደስ የብልይና ብሓድሽ ቪድዮ እስካዕ ንመፀኩም ዳሕና ቀንይለይ ባይ